ፊልምና እንትጅምር ሃን ዝበሃል ቆንጆ መንእሰይ ምስ ኣፍቃሪቱ ኮፍ ኢሉ ንርእዮ። ቅድሚ ቁሩብ መዓልቲ ቅድም ኢሉ ኣብ ዝነበረ ናይ ፍቕሪ ዓመታዊ በዓል ብስራሕ በዝሒ ምኽንያት ስለ ዝረሰዖ ንኣፍቃሪቱ ኣኔስ ይቕሬታ ይሓታ'ሞ ንሳ ኸዓ ጥንስቲ እየ ዝብል ዘሰንብድ ቦምቢ ትድርቢ። ሃን ሰንቢዱ ግን ንሕና'ኮ ናብኡ ዘብቅዕ ምንም ነገር የብልናን እንትብላ ንሳ'ውን ብዝሓዘነ ድምጺ ይፈለጥ'የ። ናይቲ ቆልዓ ኣቦ እውን ካልእ እዩ። ሃን ከኣ ንሳ ካብኡ ወጻኢ ካልእ ዝትፈትዮ ወዲ ከም ዘለዋ ይርዳእ። ልቡ ተሰይሩ እቲ ቦታ ገዲፉ ይኸይድ። ብኻልእ ገጽ ኣብ ቴሌቪዥን ፕሮግራም ኣቕራቢት ኮይና ዝትሰርሕ ዳን እና ዳይርክተር ዝኾነ ሓሪፍ ዓርካታን ንርእዮ። ናይቲ ትካል ስራሕ ፈጻሚ ጁን ድማ ኩሉ ግዘ ፎቶግራፍ ምስኣል ከም ምክንያት ብምጥቃም ንዓኣ ኣግባብ ብዘይኮነ መንገዲ ክነካ ይፍትን። ንሳ እውን ብናቱ ባህርያት ዋላ እኳ እንተተበሳጨየት ምንም ነገር ከይገበረት ትተርፍ። ድሕሪ ስራሕ ዓርካ ታን መኪንኡ ክሸጣ ምሕሳቡ እንትነግራ ደስ ኢልዋ ኣነ እኮ መኪና ንምግዛእ ካብ ዝሓስብ ብዙሕ ጸኒሐ እየ ግን ኣዝዮም ክባራት እዮም እንተደሊካ ንዓይ ሽጠለይ ከም ጓለይ ስለ ዝርእያ ብዝግባእ ክንከባኸባ እየ ትብሎ እሞ እታ መኪና ንዓኣ ንምሻጥ እንትሰማማዕ ብታሕጓስ ትሓቕፎ። ብኻልእ ገፅ ምስ ኣፍቃሪቱ ብምፍላዩ ዝሓዘነ ሃን ምሉእ ለይቲ ኣብ ስቱዲኡ እናሰርሐ የሕልፍ። ብፅብሒቱ ናብ ገዝኡ እንትበፅሕ ኣዲኡ ኣንየስ ገዲፋቶ ከም ዝኸደት ቀዲማ ሰሚዓ እንትቑጣዕ ሃን ናይ ኣዲኡ ዘረባ ኣብ ቁስሉ ወሲኻትሉ ብዝበለጸ ይበሳጨ። ብኻልእ ገጽ ድማ ታን ዝተወሰነ ግዘ ንምጽናሕ ናብ ዓርኩ ፒት ገዛ ይኸይድ እሞ ኣብቲ ቅድሚት ገዝኡ ሓንቲ መኪና ጠጠው ኢላ ይርኢ እሞ ይበሳጨ። ኣብታ መኪና ውሽጢ ዝነበረት ዳው መኪናኣ ሃንደበት ምስራሕ ጠጠው ምባላ እንትነግሮ ታን መኪናኣ ደፊኡ የተሳ። እንተኾነ ግን እታ መኪና ምስ ተስእት ስቒላ ገዲፋቶ እንትትኸይድ ንሱ እውን ይሓርቕ እሞ ንባዕሉ እዚኣኸ እንታይ ዓይነት ጓል እያ ሓጊዘያ የቐንየለይ ኣይትብልን እንድያ ናብ ገዝኣ ክኣቲ እንትብል ግን ዳዉ ሃንደበት ጽላላ ሒዛ ብዝናብ እናሃደመት ናብኡ ትመጽእ እሞ ገጻ ብዝግባእ እንትርእዮ ሰንቢዱ ብልቡ ኣብ መጥረሻ ድሕሪ እዚ ኩሉ ዓመታት ካልኣይ ረኺበኪ ታሪኽና እውን ካልኣይ ብትዝታ ንድሕሪት ይወስደና እሞ፣ ሃን ግና ናይ ካልኣይ ብርኪ ተምሃራይ ከሎ ኣብ መጀመርያ መዓልቲ እቶም ሲነር ተምሃሮ ነቶም ሓደሽቲ ተምሃሮ እናቐለድዎም ከለው ሃን ይወድቕ እሞ መነጸሩ እውን ናብ መሬት ይወድቕ። ልክዕ ኣብቲ ሽዑ ሰዓት ዳዊ መጺኣ እቲ ዝወደቐ መነጸሩ ኣልዒላ ቀጥታ ናብ ኣፍንጭኡ ትጽግዓሉ። ሃን ገጻ ብትኽክል ኣብ ዝረኣየ ሰዓት ሽዑ ንሽዑ ኣብ ፍቕራ ይወድቕ። ከም ዘይዕድል ኰይኑ ኣብ መጀመርያ መዓልቲ ናይ ሽሙ ታግ ረሲዑ ስለ ዝነበረ፣ ዳው ብፍሽኽታ ቤቢ ባንግ ኢላ ሽም ተውጽኣሉ። እቲ ዝገርም ነገር ድማ ሃን እቲ ናይ ህጻን ሽም ኣዝዩ ስለ ዝፈተዮ፣ ንሳ ዝትናገሮ ቃል ከም ነበረያ ነበረ እናሰምዐ ብስቕታ ይወሓጥ። ካብ ወዳው ካብ ኢዳ ፍልይ ዝበለ መጋየጺ ኣውጺኣ ንዕኡ ትህቦ። ካብ ሎማዓንቲ ጀሚርና የዕርኽቲ ኢና። ናይ ጸጉሪ ስታይሉ ርእያ እናቐለደት፣ ንምዃኑ ጸጉርኻ ንምንታይ ኢኻ ከምዚ ጌርካዮ? ኣብ ዝቕጽል ግን ቀይሮ ኢላ እናሰሓቐት ዋላኳ እንተኸደት፣ ናታ የዋህነትን ተጻዋታይ ባህሪ ግን ኣብ ናይ ሃኒ ልቢ ውሽጢ ዓቢ ማህተም ገዲፉ እዩ። ናብዚ ሕጂ እንትንምለስ ዳው ስለ እቲ ናይ መኪና ሓገዝ ንሃን ይቕሬታ ኣናሓተተትን እናመስገነቶ እንትኸውን ሃን ግን ዝትብሎ ምስማዕ ገዲፉ የዒንቱ ናብ ኣፉ ሒዞም ይተርፉ። ድሕሪ እዚ ኩሉ ዓመታት ሃን እታ ናይ መጀመርያ ፍቕሩ ዳው ገዲፋቶ ምስ ከደት እውን ኣብኡ ጠጠው ኢሉ ይተርፍ። ብኻልእ ገፅ ድማ ዳው ንሃን ክትፈልጦ ኣይከኣለትን። ቀደም መነፀር ዝገብር መስተውዐሊ ዝነበረ ሕጂ ድማ ቆንጆን ማራኽን ወዲ ኮይኑ ተቐይሩ እዩ። ሃኒ እውን ናብ ገዛ እንትኣቲ ሕጂ እውን እቲ ናታ መጋየጺ ኣብ ኢዱ ምስ ኣሰረ እዩ። ብትዝታ ዳው ካብ ቁልዕነታ ጀሚራ ድፍእ ቅንዕ እናበለት እትሰርሕ ጠንካራ ጓል እንትኸውን፣ ኣዲኣ ግን ዝትረኽቦ ሳንቲም ኩሉ እናመንጠለት ንሓዋ ትህቦ ነበረት። ኣዲኣ እውን ካብኣ ንላዕሊ ንሓዋ ከም ኣቦ እናቕበጸት እንተዳሉ ዳው ኩሉ ግዘ ብውሽጣ ትሓዝን። ብኻልእ ገጽ ሃን ድማ ብዝበጽሖ መኪና ሓደጋ ኣቦኡን ኣዲኡን ብሓደ ግዘ ዝሰኣነን ካብቲ ግዘ ንሱ ንደሓር ንብሕቲ ይኸውን። ኣብ ቁልዕነቱ ኣዲኡ ብሕርቃን ብዝገንፈለት ቁጽሪ ጭንቀታ ኩሉ ኣብ ሃን ተውጽኦ ስለ ዝነበረ ናይ ሃን ቁልዕነት ብስቓይ ዝተመልአ ነበረ። ፊልምና ናብዚ ሕጂ እንትምለስ ብኤሌክትሪክ ሳይክሉ እናዘረ ከሎ ናይ ዳዊት ሶሻል ሚድያ ፎቶ ላይክ ይገብር። እንተኾነ ግን ሃንደበት ሳይክሉ ጠጠው ትብል እሞ እንትሓርቕ ኣብቲ ሽዑ ሰዓት ዳው ጓሓፍ ክትደፍእ ይርእያ እሞ እቲ ኣጋጣሚ ተጠቂሙ ንምዃኑ እዚ ናይ ኤሌክትሪክ ሳይክል ዘላለኽዮ ንስኺ ኣይኾንክን ዲኺ? ኣዝዩ ኣሰቃቒ ምህርቲ እኮ እዩ ብቕልጡፍ ተበላሽዩ። እታ ሳይክል መርሚራ፣ ኣተዋን እዚ እኮ ናይ ኤሌክትሪክ ኣቕሓ እዩ ቻርጅ እውን ኣለዎ እዩ ስቕ ኢሉ ክሳብ ዘልኣለም ኣይኸይድን። ንሱ እውን ልክዕ ከም ሰብ ኤሌክትሪክ ክምገብ ኣለዎ። ኪድ እሞ ቻርጅ ግበሮ ምስ በለቶ ክተላልዪ ከለኺ እዚ ክትናገሪ ነይርኪ ኢሉ እንተዳርቓ ሓሪቓ ሕራይ ኣብ ዝቕጽል ግዘ ኩሉ ነገር ከም ህጻን ከብራህርህ እየ ሕጂ ግን በጃኻ ኪደለይ ትብሎ እሞ እናስሓቐ መንገዲ ይጅምር። ንሳ ንኽትዝክሮ ኮነኤል ዝፈጠሮ ባእሲ ስለ ዝተሳኸዐሉ ልቡ ብታሕጓስ ይምላእ። ብጽብሒት ዳው ኣብ ስራሕ ኮይና ናይቲ ትካል ሓለቓ ጁን ሰውነትካ ኣዝዮም ዘርእዩ ክዳን ተኸዲና ብቀጥታ ፈነወ ንኽተወዓውዕን ንኽትሸጥን ይእዝዛ። ታን በዚ ሓሳብ ስለ ዘይተሰማምዐ ብሕርቃን ዋላኳ እንተተቓወመ፣ ጁን ግን ኣብኣ ተጽዕኖ ብምፍጣር ንኽትሰማማዕ ይገብር። እዚ ዝረኣየ ሃን ድማ ብናይ ጁን ብዕልግና ዝተልዓለ ሕርቃኑ ዋላኳ ላዕሊ እንተበጽሐ ምንም ነገር ከይገበረ ይተርፍ። እቲ ፈነው ምስ ተወድኣ ቀጥታ ይኸይድ እሞ ንዳው ብጃኬቱ ይሽፍና። ሽዑ መዓልቲ ምሸት ግን ዳው ናይቲ ቪድዮ ርእይቶ መውሃቢ ብምልኡ ብጽልእን ጸርፍን ምምልኡ ርእያ ልባ ተሰይሩ ትበኪ። ኣብቲ ሽዑ ሰዓታን እቶም ርእይቶ ርእዩ ብሕርቃን ንሓደ ነዊሕ ጽሑፍ ይጽሕፍ ንገንዘብ ኢልኺ ከምዚ ክትገብሪ ኢለ ኣየሓስብን ዝገበርኽዮ ነገር ግን ፈጺሙ ስሕተት እዩ ካብኡ ክልኸደ ክገድፎ እናበለ እንተመናት ኢዱ ተንሸራቲትዎ ይላኽ ንሳ እውን እቲ ርእይቶ ኣንቢባ ሕርቃና መሓዝያ ኣብያ ሃን እቲ ነገር ንምስትኽኻል ብውሽጢ መስመር ኣነ እኮ ኣብ ዝቕጽል ግዘ ከይትሰሓሓቲ ከጠንቀቕኪ ኢለ እየ እንትብላ ብዝበለጸ ሓሪቓ ዝጸሓፍካዮ ጸርፊ ኣይኣኽለካን ኢሉ ሕጂ ድማ ብውሽጢ መስመር ትመጽእ ኢላ ብዙሕ መልእኽቲ እንትልእኸሉ ፈሪሑ ስቕ ይብል። ንሳ ግን ሕርቃና ምቁጽጻር ኣብዩዋ ቀጥታ ብኢንስታግራም እንትድውለሉ እቲ ምስኪን ሃን ብስሕተት ነኺእዎ እቲ ስልኪ ይለዓል። ዳን ንዕኡ እናተቖጥዐት ኣብ ዝተሓባእካ ኣተሓባእ ኣልሸ ክረኽበካ እየ። ካባይ ከመይ ከም እተምልጥ ክርእይ እየ ኢላ ትፍክር እሞ፣ ሃናታ ቁጥዐ ድምጺ ሰሚዑ ካብ ልቡ ይፈርሕ። ካብኡ ዳው ሓዋ ኣብቲ ቤት ትምህርቲ ንምእታይ ናይ ትምህርቲ ክፍሊት ክባር ስለ ዝኾና ናብ ዓርካ ታን ደዊላ ናይ ገንዘብ ሓገዝ ትሓቶ። ታን ክዓ ብቁልጡፍ ሕራይ ጸገም የብሉን ክሕግዘኪ እየ ኢልዋ ደስ እንትብላ ናይ ዝደለኻዮ ምህርቲ መወዓውዒ ክሰርሐልካ እየ ጥራይ እዚ ገንዘብ ሓግዘኒ ልክዕ ኣብቲ ሽዑ ሰዓት ናይ ገዝኣ ደወል ድምጺ ይጽውዕ እሞ እቲ በሪ እንትኸፍቶ እቲ ሓድሽ ጎረቤታ ዝኾነ ዮሃን ኣብ በሪ ጠጠው ኢሉ ትረኽቦ። ንሱ እውን ዝፈጠሮ ምክንያት ሒዙ ብዘላለኽዮ መሰረት እዚ ኣቕሓ ገዚኤ ነይረ፣ ግን ኣጠቓቕምኡ ኣይተረደኣንን። ክተርእየኒ ትኽእልዶ ምስ በላ ዳው ብትዕግስቲ ናብ ገዝኣ ኣእትያ እንተረድኦ፣ ሃን ግን ናብቲ ኣቕሓ ዘይኮነሲ ናብ ናታ ገጽ ዘይሩ ዓይኒ ተኺሉ ይተርፍ። ደው ከዓ መብራህሪኣ ወዲኣ ሕጂ ክትኸይድ ትኽእል ኢኻ እንትትብሎ ሃን ግን ክፍለያ ዋላ ኣይድለ ካብ ገዛ ኣውፂኣ ተባርሮ። ብምቕፃል መወዓውዒ ብምስራሕ ተውህቦ ዘለዎ ሃን እና ዓርኩ ፓት ናብ ሓደ መወዓውዒ ትካል ይኸዱ። ብኻልእ ገፅ ዳው እና ታን ስለ ስራሕ እናተነጋገሩ ሓቢሮም ናብ ዕዳጋ እንትኣትዩ ፎቶ እናተሰኣሉ ይጸንሑ። ዳው እናታን ናብቲ ሃን መወዓውዒ ዝሰርሐሉ ትካል ይበጽሑ እሞ፣ ሃን ስለ እቲ ፕሮጀክት ምስ ሰምዐ ብዓርሰ እምነት፣ ኣጆኺ፣ ምህርትታትኺ ንምልላይ ዝኸኣልክዎ ኩሉ ገይረ፣ እቲ መወዓውዒ ሓሪፍ ገይረ ክሰርሖ እየ ይብላ እሞ፣ ብፍሽኽታ ኢዱ እንትጭብጦ፣ ታን ብቕንኢ ርእዩ። ታን ተጠራጢሩ ቅድሚ ሕጂ ትፈልጥዮ ዲኺ? እወ። ንሱ እኮ ጎረቤተይ እዩ። ድሕሪ እቲ ኣኼባ ዳው ናብ ገዛ እንትምለስ ንእሽተይ ኣሕዋ ትምህርቲ ጠጠው ከብል ከም ዝደሊ ይነግራ። ንሳ እውን ሓሪቓ እንታይ ማለትካ እዩ? ኣነ እኮ ንዓኻ ክብል ተለቂሐ እየ ኣእትየካ። ስለ ኣደና ሕሰብ እምበር እንትብሎ ኣደየ ደኣ እቲ ሓቂ እንተነጊረያ ትርድኣኒ እያ። ኣይተገድደንን ነይራ ይብላ እሞ ዳው ከዓ ኣዲኣ ኩሉ ግዘ ንሓዋ ከም እተዳሉ እንትሓስብ ንብዓታ እናፈሰሰ ናብ ደገ ትወፅእ። ሃን ድማ ኣብ ደገ ምስ ቆልዑ እናተጻወተ ከሎ ዳው እናበኸየት ርእዩ እንታይ ከም ዝኾነት ይሓታ። ንሳ ከዓ ሃንደበት፣ ንምዃኑ ኣዴታት ኩሉ ግዘ ካብ ዓበይቲ ንላዕሊ ነቶም ኣናእሽቲ የዳልዩ። ኣይፈልጥን ግን ኣነ ቀፃሊ ቆልዑ እንትህልዩኒ እቲ ናይ መጀመርያን ካልኣይን ማዕረ እየ ዝፈትዮም ይብላ እሞ ብዝበለፀ እንትበኪ ከዓ ሃን ሶፍቲ ኣውፂኡ ንብዓታ ይፀርገላ። ብፅብሒት ዳው ኣብ ቀረፃ ከላ ሓለቓኣ ጁን ኣጉል እናነኻኸኣ ክጽግዓ እንትፍትን ታን እና ሃን ደሞም ይፈልሕ። እቲ ቀረጻ ምስ ተወድኣ ሃን ሎማዓንቲ መኪና'ኳ ኣይሓዝኩን። ጎረቤት ስለ ዝኾንና ሓቢርኺ ተተፋንይኒ እንታይ ኣለዎ ይብላ እሞ ተሰማሚዓ ናብ መኪና ተእትዮ። ታን ክዓ እዚ ሰሚዑ ልቡ ይስበር። ኣብ መንገዲ ዳው ብታሕጓስ እንትደርፍ ሃን ናይ ቀደም ትምህርቲ ትዝትኡ ይቕስቀስ። ብጽብሒት ሃን እና ዳው ናብቲ ዕዳጋ ማእኸል ይኸድ እሞ ዳው ቀደም ኣዲኣ ትፎትያ ከም ዝነበረት ሕጂ ግን ምልዋጣ እንትናገር ንሱ ብሰቕታ ይውሓጥ። እንታይ ከም ዝኾነ እንትሓቶ ቀደም ኣቦይን ኣደይን ምግቢ እውን ሰሪሖምለይ ኣይፈልጡን ይብላ እሞ ንሳ እውን ሓዚናትሉ ናይ ገዛ ምግቢ ደስ ብዝበለካ ቁፅሪ ንገረኒ ኣነ ባዕለይ ክሰርሐልካ እየ እንትትብሎ ሃን ኣዝዩ ይሕጎስ። እንተኾነ ግን ኣብዚ መንጎ ሓደ ዘይትፈልጠ ሰብ ብምሽጥር ፎቶ ይስእሎም። ብፅብሒት እውን ጁንዳው ንስራሕ ኣኼባ ሓቢራቶ ክትኸይድ ሓቲትዋ ሓቢራቶ ትኸይድ እሞ ናብኡ ምስ በፅሑ ግን ማንም ስለ ስራሕ ከም ዘይናገርን ኩሎም ንዓኣ እናረኣዩ ከም ዝሓምይዋ ትርዳእ። ንሳ እውን ኣዝያ ተሸማቒቓ ናብቲ መሕጸቢ ክፍሊ እንትትኸይድ፣ ብኻልእ ገጽ ድማ ሃናዓኣ ኣለሻ ናብቲ ገዛኣ ከባቢ ይዘውር እሞ ከይረኸባ ንነዊሕ ግዘ ምስ ጸንሐ፣ ኣብ ስልኩ ሓደ ናይ ስልኪ መጸውዒ ይበጽሖ። ኣብቲ ማእከል ዕዳጋ ከለዉ ፎቶ ዝሰኣሎም እቲ ዘይፍለጥ ሰብ እቶም ፎቶታት ኩሎም። ኣብ ኢንተርኔት ለቒቕዎም ስለ ዝነበረ ሃን እቶም ፎቶታት ርእዩ ይስንብድ። ብኻልእ ገጽ ዳው ኣብቲ መሕጸቢ ክፍሊ ውሽጢ ሊሊ ምስ እትበሃል ሰበይቲ ትራኸብ እሞ ንሳ ኸዓ ኣብቲ ኣኼባ ወቕቲ ኣብ ጥቓኣ ኮፍ ኢላ ዝነበረት ስለ ዝኾነት ንምንታይ ሃንደበት መጺኺ? ንእሽተይ ምቾት ስለ ዘይትሰምዐኒ እዩ እንትብላ እታ ሰበይቲ ካብዚ ቦታ ክትኸዲ ትደልዪ ዲኺ? እንትትብላ እወ ከምኡ እንተ ኾይኑ ደኣ ኣነ ሓሚምኪ ከም ዝኾንኪ ከረድኦም እየ ትብላ እሞ ዳው ኣመስጊና ናብ ደገ እንትወጽእ ንታን ኣብኡ ምስ ረኸበቶ ትግረም። ንሱ ከዓ ካብ ሎማዓንቲ ጀሚረ ኩሉ ግዘ ናብ ገዛ ዝወስደኪ ኣነ እየ። ንምንታይ? ምኽንያቱ ኣነ ዳይሬክተርኽን ሓሪፍ ዓርክኺ እየ። ካብዚ ንደሓር ማንም ፎቶ ክስእለኪ እንተፈቲኑ ኣነ ባዕለይ ከስተኻኽለ። ንሱ ድማ ኣብ ኢንተርኔት ዝተለቐቑ ፎቶታት ቀዲሙ ስለ ዝረኣየ ንዓኣ ኣለሻ መጺኡ ነበረ። ብኻልእ ገጽ ኣብቲ ናይ ኣኼባ ክፍሊ ውሽጢ ሊሊ ተመሊሳ ነቶም ሰባት ንሳ ብባህሪኹም ስለ ዝሓረቐት እያ ብምሽጥር ዝጠፍአት። ብተወሳኺ ምስታን እናኸደት ርእየያ። ብምሽጥር ዝተፋተዩ ይመስለኒ ኢላ ትሕስብ'ሞ ጁን እዚ እንትሰምዕ ሕርቃኑ ይግንፍል። ዳሕራይ ምስ ሓሪፍቲ ዓርካ ናም እንትራኸብ ዓርካ ድማ መሓዘይ ኣነ እኮ ኣብ ፍቕሪ ወዲቐ እየ ትብላ እሞ ዳዊት ተሃንጥያ ምስ መን እዩ ውሻም ምስ ዝባል ህቡብ ሰኣሊ እየ ትብላ እሞ ብኻልእ ገጽ ድማ ሃን ሓደ ስእሊ ስኢሉ ምስ ወደአ ኣብ ታሕቲ ውሻ ኢሉ እንትፈርም ይረእ እዚ ማለት ንሳ ዝፈተየቶ ሰኣሊ ባዕሉ ሃን እዩ። ብምቕጻል ሃና ናብ ናይ ዳዊ ገዛ ብምኻድ ናይ ገዛ ምግቢ ክሰርሐልካ እየ ኢልክኒ ነርኪ ኢሉ እንተዘክራ ብፍሽኽታ ሕራይ ሎማዓንቲ ክሰርሐልካ እየ እሞ ብሓባር ንበልዕ ኢና ካብኡ ንሳ ኣብቲ እንዳ መኸሸን ምግቢ እንተብስል ሃን ድማ ብምሽጥር ብስልኩ ቪድዮ ይቐርጻ ዳው ርእያቶ ንምንታይ ኢኻ ትቐርጸን ዘለኻ እንትትብሎ ንሱ ድማ ዳሕራይ መሊሰ ንክርእዮ እዩ ዳዊት ብንግግሩ እንትደናገር ብቕልጡፍ ምኽንያት ኣልሹ እቲ ዘረባ ይቐይራ። ሃንደበት ዝተወሰነ ማይ ይፈሰ እሞ ጸጉሩ ናብ ግንባሩ ይድቅስ። ንሳ እውን እንትርእዮ ቀደም ናይ ካልኣይ ብርኪ ተምሃራይ ቤቢ ባንክ ዝረኸበቶ መሲሉ ይስምዓ። ናብሃን ጽግዕ ኢላ እንትርእዮ ክትፈልጦ ምንም ኣይተረፈን። እንተኾነ ግን ታን ሃንደበት ይመጽእ እሞ የቋርጾም። ታን ንሃን ኣብ ናታ ገዛ እንትርእዮ ክቐንእ ይጅምር። ምግቢ ምብሳል ድሕሪ ምጥንቓቑ ሰለስቲኦም ብሓባር ኮፍ ኢሎም ምሳሕ ይበልዑ። እንተኾነ ግን ናይ ታን ምንባር ንሃን ይርብሾ። ምኽንያቱ ንብሕቶም ዝኾኑልን ፍቕሮም ዝገላለጽሉ መዓልቲ መሲልዎ ነበረ። እንተኾነ ግን ታን መጺኡ ህቅኑ የበላሸሉ። ዳሕራይታ ንምስ እምንቲ ረዳቱ ኮፍ ኢሉ፣ ኣነ ሕጂ ዳው ካባይ እናረሓቐትን እናተፈለየትን ከም ዝኾነት ይስምዓኒ ኣሎ። ሕጂ እኮ ስለ ህይወታ ምንም ኣይትነግረንን። ሽዑ መዓልቲ ኣብ ጥቓ ገዝኣ ምቁራት ምግብታትን ሓንቲ ንእሽተይ መዘክር ወረቐት ትረክብ። ዝለኣኾ ውንሃን ስለ ዝነበረ ኣዝዩ ደስ ይብላ ብጽብሒ ታሃን ኣብ ስእሊ ስትድዩኡ እናሰርሐ ከሎ ታን ሃንደበት ንዕኡ ክሓትት መጺኡ መጀመርያ ስለ ስራሕ ጉዳይ ተነጋጊሮም ቀስ ብቀስ ግን ንግግሮም ኩሉ ናብ ናይ ዳው ጉዳይ ይዘውር ታን ናብ ሃን ብትኹረት እናረኣየ ግን ንስኻ ንመጀመርያ ግዘ ኣበይ ኢኻ ረኺብካያ ከመይከ ክትላለያ ክኢልካ እናበለ ሕቶታት ይድርድረሉ። ሃን ግን ንዋላ ንሓንቲ ሕቶ እውን መልሲ ንምሃብ ፍቓደኛ ከይኮነ ይተርፍ። ኣብቲ ስቱድዮ ውሽጢ ናታ ምስሊ ዘለዎ ሓደ ፖስተር ተሰቒሉ ነበረ። ሃን እቲ ፖስተር ሒዙ ንምውጻእ እንትፍትን ታን ድማ ኢዱ ሒዙ ጠጠው የብሎ። ታን ከዓ እዚ እኮ ናተይ እዩ ፈጺምካ ክትወስዶ ኣይትኽእልን እንትብሎ ሃን ድማ መሊሱ ኣይኮነን ናተይ እዩ። ሽዑ ንሽዑ ክልቲኦም ከም ህጻውንቲ ቆልዑ ብሓንቲ ቦምቡላ ከም ዝበኣሱ፣ ንሶም ክዓ ነታ ፖስተር ብክልቲኡ ኣንፈት እናጎተቱ ከለዉ ንሳ ናብቲ ስቱድዮ ትመጽእ። ብናታ ፖስተር ምኽንያት ልክዕ ከም ህጻን እንትበኣሱ እንትርእዮም ሰንቢዳን ተገሪማን ትርእዮም። ኣብ መንገዲ ታን ናብ ሃን ዘይሩ ንስኻ ንብሕትኻ ኪድ፣ ንዓኣ ናብ ገዛ ዘብጽሓ ኣነ። ሃን እዚ እንትሰምዕ ዋላኳ እንተሓዘነ ክኸይድ እንትብል ግን ንሳ ብፍሽኽታ ኢዳ እናወዛወዘት ደሓን ኩን እንትትብሎ ደስ ይብሎ። ዳሕራይ እታ ንነዳው ብመኪና ናብ ገዝኣ እንተብጽሓ ድቃስ ወሲድዋ ስለ ዝነበረ ካብ ምድቃሳ ክቐስቕሳ ስለ ዘይደለየ ናብኣ ጽግዕ ኢሉ ናይታ መኪና ቅናት ክፈትሐላ ይፍትን። እንተኾነ ግን ኣብ ትኽክለኛ ሰዓት ሃንደበት ካብ ምድቃሳ ትትስእ። ሰንቢዱን ሓፊሩን ናብ ድሕሪት ይምለስ። ንሳ እውን ናብ ገዛኣ ስለ ዘብጽሓ ኣመስጊናቶ ወሪዳ ትኣቲ። ብጽብሒቱ ሃንእን ንዓርኩፒት ኣብ ስቱድዮ ውሽጢ ከለዉ ሓደ ሰብ ሃንደበት መጺኡ ጽባሕ ንዓኻ ዝተዳለወ ናይ ኪነ ጥበብ መድረኽ ኣሎ ናይቲ ምድላው ኣቕረብቲ ናትካ ትኽክለኛ መንነትካ ንህዝቢ ዕላው ክትገብር ይደልዩ እዮም። ፒት እዚ እንትሰምዕ ብታሕጓስ ዋላኳ ፍሽኽ እንተበለ ሃን ግን ሕጉስ ከይኾነ ይተርፍ። ዳው ድማ ምስ ዓርካ ኮይና ዓርካን እቲ ዝትፈልጦ ሰኣሊ ክትረኽቦ ስለ ዝኾነ ብታሕጓስ እናዘለለት እንተኾነ ግን ብልባ ድማ ንምዃኑ ሓደ ሰብ ብኣካል ከይረኸብካዮን ከይረኣኻዮን ከምዚ ምፍታይ ይከኣል እዩ። ብጽብሒቱ ፒት ተጸባቢቑ ናብቲ ምድላው ንምኻድ እንትዳሎ ሃን ግን ኣነ ኣይመጽን ኣብ ማእኸል ሰብ ምርካብ ሰላም ኣይህብን ትኽክለኛ መንነተይ እውን ሰብ ክፈልጦ ኣይደልን ስለዚ ኣብ ከክንዳይ ንስኻ ባዕልኻ ኪድ ፒት ናይ ሃን ውሳነ ክቕይር ስለ ዘይከኣለ ናብቲ ምድላው በይኑ ይኸይድ ናብቲ ምድላው ናብ መጺኣ ኣብኡ ንዘሎ ሰብ ኩሉ ውሻ መዓዝ እዩ ዝመጽእ እናበለት ደጋጊማ ትሓትት ኣብዚ መንጎ ፒት ንናሚር እያ። ገና ኣብ መጀምርያ ምርኢት እውን ምስኣ ፍቕሪ ይሕዞ። ንሳ ክትፎትየኒ ምግባር ዓቢ ሕሰት ክሕሱ ይጅምር። ናብ ናም ጽግዕ ኢሉ ሰላም። ኣነ እኮ ባዕለይ ውሻ እየ። ናም እዚ እንትሰምዕ ኣብ ዝሓለፈ ነዊሕ ዓመታት ክተድንቐ ዝነበረት ዓቢ ሰኣላይ ሎምዓንቲ ብኣካል ረኺበዮ ኢላ ብምሕሳብ ኣዝዩ ደስ ይብላ። ካብኡ ክልቲኦም ንነዊሕ ሰዓታት ሓቢሮም ይነጋገሩ። ንሳ እውን ምስኡ ፍቕሪ ሒዛ። ዳዉ ኣዲኣ ደዊላትላ ከምቲ ዝተለመደ በጃኺ ንሓውኪ ንክትሕግዝዮ ገንዘብ ልኣኺ። ዳዉ ኣብ ህይወታ ሙሉእ ብዙሕ ከበድቲ ችግራትን ውፃእ ውረድ እናተፈራረቓ ከለዉ ናይ ኣዲኣ ተወሰኽቲ ሕቶታት ልባ ይሰብሮ። ንምርግጋዕን ንፁህ ኣየር ንምቕባል ናብ ደገ እንትትወፅእ ሃንደበት ምስ ሃን ገፅ ንገፅ ይራኸቡ። ገጻ ኣብ ምቕያሩን ከቢድ ችግር ከም ዘለዋ የስተውዕል። ኣብ ውሽጡ ተሓቢኡ ዝነበረ ናይ ልባ ስብራት ኩሉ ትነግሮ። ናይ ቤተሰባ ከቢድ ናይ ገንዘብ ችግርን ዘጨነቓ መከራ ኩሉ ንሃን እናነገረቶ፣ ኣብ ሓደ ወቕቲ ኣብቲ ሽዐ ግዘ ትምህርተይ ኣጠናቒቐ ብሰላም ተመሪቐ ተትኸውን ነይረ፣ ምናልባሽ ሕጂ ኣብዚ ኣቸጋሪ ህይወት ኣይወድቕን ነይረ ኢላ ትበኪ። ብጽብሒትናም ፒት ንምሕታት ቀጥታ ናብ ገዝኡ ከይዳ፣ ናብ ውሽጢ እንከይትኣቲ ጠጠው ከብላ እንትፍትን፣ ናም ግን ከይሰምዐቶ ናብ ሳሎን ኣትያ ካብኡ ዝተሰቐሉ ናይ ሃንስ ስእልታት ርእያ ተድንቖም። ሽዑ ሃንደበት ሃን ናብቲ ገዛ እንትኣቲ ፒት ብየዒንቱ እናለመኖ በጃኻ ሕጂ ገዲፍካና ውጻእ ብዝብል ኩነታት ይናገሮ። ሃን ኩነታቱ ተረዲኡ ብስቕታ ተመሊሱ ይወጽእ። ናም ናብ ገዝኣ ድሕሪ ምኻዳ ሃን ንፒት ንምዃኑ እዛ ጓል ኣብዚ እንታይ ትሰርሕ ኣላ ኢሉ እንትሓቶ ሓቂ ይናገር። መሓዛይ ናም ናትካ ኣድናቒት እያ ኣነ ግን ብናታ ፍቕሪ ስለ ዝተትሓዝኩ ኣነ ባዕለይ ውሻ እየ ኢለ ሓሲወያ በጃኻ እቲ ሓቂ ከይትነግራ ኢሉ ይልምኖ ንሱ ከዓ ብናይ ፊት ክሕደትን ሓሶትን ይሓርቕ ቀጺላ ዳው ስለ እቲ ትካል ውልቃዊ ጉዳይ ንምንግጋር ክትብል ታን እና ጁን ኣብ ሓደ ካፌ ትጽበዮም ታን ስልካ ብዘይ ምልዓሉ ግዘ ንምሕላፍ ባዕላ ፎቶ ስኢላ ኣብ ናይ ባዕላ ማሕበራዊ ገጽታ እቲ ቦታ ጠቒሳ ትለቁ ሃን እቲ ፎቶ ብቕልጡፍ ርእዩ ንዓኣ ንምርካብ ይኸይድ። ኣብዚ መንጎ ጁን ናብቲ ካፌ ቀዲሙ መጺኡ ኣብቲ ዝትሰትዮ መስተ መድሓኒት ዋላኳ እንተእተየ ሃን ኣብ ትኽክለኛ ሰዓት በጺሑ ንጁን ብሓይሊ ደፊኡ ጠጠው የብሎ። ጁን ኣብ ቅድሚ ሰብ ባእሲ ክፈጥር ስለዘይደለየ፣ ገዲፍዎም ይኸይድ። ሃን ብሰላም ንዓኣ ኣብጺሑ ብጥንቃቐ ይደቅሳ። ናብ ገጻ እናርኣየ ኣብ ዝሓለፈ ነዋሕቲ ዓመታት ሲኢነኪ ምስ ጸናሕኩ ሎምዓንቲ ካልኣይ ረኺበኪ። ስለዚ በጃኺ ኣብዚ ግዘ ገዲፍክኒ ከይትኸዲ። ሃንደበት ንሳ እንትነቅሕ ሃን ሓሪቓያ ትኸውን ብዝብል ስግኣት ክወጽእ እንትትብል ብቕልጡፍ። ኢድ ትሕዞ። ለካ ኣብ ዝሓለፉ ግዜታት ክትነግረን ትደሊ ዝነበርካ ሚስጥር እዚ እዩ ነይሩ። ናብቲ ናይ ቀደም ናይ ትምህርቲ ዘመን ትዝታ ይመልሰና እሞ፣ ዳዉ ሃንደበት እቲ ቤት ትምህርቲ ገዲፋ ኣብ ዝጠፍአት ዘመን፣ ሃን ሃንደበት ንዓኣ ብቴሌቭዥን ይርእያ። ኣብቲ ሽዑ ሰዓት ድሕሪ ብዙሕ ዓመታት ኣብ መጠርሽታ ካልኣይ ረኺበኪ ኢሉ ንባዕሉ ተናጊሩ ነበረ። ካብ ትዝክሮ እንትንምለስ ይቕሬታ እንትሓታ፣ ሓቂ ንምንጋር ኣብ ቤት ትምህርቲ ዝፈልጦ ቤቢ ቦንግ ምዃንካ ፈሊጠ እየ። ብኣየ ምኽንያት ትምህርቲ ስለ ዝገደፍክዮ ይቕሬታ እንትብላ ጸገም የብሉን፣ ናትካ ጥፍኣት እውን ኣይነበረን። ተምሃሪት ከላ ዝሰኣለቶም ስእልታት ብኣ ዝቐንእ ሰብ ኣቃጺልዎም፣ ሃን እቶም ስእልታት ንምውጻእ እንትፍትን መጺኣ፣ ንሱ እቲ ሓዊ ዘቃጸሎ መሲልዋ ነበረ። በዚ ዘይምርዳእ ዝተልዓለ ከም እትጸልኦ ይሓስብ ንሳ እውን እንተኾነ ትምህርታ ዝገደፈቶ ብኡ ምክንያት ዘይኮነሲ ቤተሰባ ኣብ ሽግር ውሽጢ እንተኣትዩ ንዓእቶም ንምሕጋዝ ስራሕ ንምስራሕ እዩ ኩሉ ነገር ነጊራቶ ናትካ ጥፍኣት የብሉን ንባዕልካ ምውቃስ እውን ጠጠው ኣብል እዚ እንትሰምዕ ክሳብ ሕጂ ዝነበረ ሸኽሙ ቅልል ኢልዎ ይሓቕፋ የቐንየለይ ዝሓረቕኺ ውን መሲሉ ነይሩ ክሳብ ሕጂ ዝሓባእኹኪ ውን ነዚ እዩ ፍሽኽ ኢላ ሕጂ ካብ ናይ ቀደም ኣምሕለልካ ከም ቀደም ውን ዓሸሸው ኣይትብልን ካብኡ ንደሓር ዓርካ ናም ዝተድንቖ ሰኣሊ ፒት ከም ዘይኮነ ፈሊጣ ረኺባ ንምንታይ ሓሲብካኒ እንትትብሎ ስለ ዝፈተኹኪ ብሕታዊ መቕረቢ መንገዲ ንሱ ጥራይ ስለ ዝነበረ እዩ ካብኡ ተባኢሶም ናብ ዳው ከይዳ ዝበላ ኩሉ እንትነግራ ሃኒ እውን ተሓባቢርዎ እዩ ዝኸውን ኢላ ትባኣሶ። ናም ግን ዋላ እንተሓሰወኒ ይፎትዬ ፍቕረይ ናይ ብሓቂ እዩ ይቕሬታ እውን ኽገብረልይ ሃኒ እውን ምንም ጥፍኣት የብሉን ስለ ትፎትዪ እኺ ሓሪቕኺ እንትትብላ ኣብ ዘይጥፍኣቱ ስለ ዝተናገረቶ ክትረኽቦ ናብ ገዝኡ ከይዳ ስእሊ እናሰኣሉ ሓርፍ ግዘ የሕልፉ። ካብኡ ንደሓር ናይ ቀደም ኣፍቃሪቱ መጺኣ ትረኽቦ'ሞ ንሳ'ውን ምስ ረኣየቶም ትቐንእ። ናይ ቀደም ኣፍቃሪቱ ክትኸይድ ምስ ገበረ ክሕዳቶ ከም ዝተፈላለዩን ሕጂ ኣብ መንጎኦም ዝኾነ ዓይነት ነገር ከም ዘየለ ኣረዲኡዋ ካብ ቤት ትምህርቲ ጀሚረ ይፎትየኪ ኣፍቃሪተይ ክትኾኒ ኢኺ ኢሉዋ ትሰማማዕ። ብዙሕ ከይጸንሑ ግን ናይ ቀደም ኣፍቃሪቱ ባዕላ ንምጉዳእ ፈቲና ናብ ሆስፒታል ትኣቱ'ሞ ንዓኣ ክርእዩ ከይዶም ተቐራሪቦም ዳው እንትርኢ ኣይኽእልን ይብላ'ሞ ትወጽእ። እታ ጓል እውን ንሃን ናብ ዝነበርዎ ንክምለሱ ትሓቶ እሞ፣ ዳው ከኣ ምሳይ ንፈላለ እሞ ንዓኣ ካልእ ዕድል ሃባ ንሱ ክፈላለ ዋላ ኣይድለ ገዲፋታ ትኸይድ። መዓልትታት ምስ ሓለፉ ክልቲኦም ምንፍፋቕ ጀሚሮም ግን ከኣ ከይተነጋገሩ ይተርፉ። ናይ ቀደም ኣፍቃሪቱ ናብቲ ዝዓበየትሉ ንምኻድ ተዳልያ ንዕኡ ዳው ንከይገድፋ ምስ ነገረቶ፣ ናብ ኣክ ከይዳ ኣብ ኮለጅ ከለና ስለ ዝፈትዮ ሓቢርና ንክንኸውን ድፍኢት ዝገበርክሉ ኣነ ባዕለይ'የ። ክንድዚ ዝኣክል ኣብ ቐረባ ኣይኮናን ኣብ ልቢ ውሽጢ ዘለኺ ንስኺ ጥራይ ኢኺ ድሕሪ ምባላ ንሃኒ ረኺባቶ ይቕሬታ ግበርለይ እሞ ካልእ ዕድል ሃበኒ እንትብሎ ይሰማማዕ። ፍቑራት ኮይኖም ካብቲ ናይ ቐደም ብዝበለጸ ይቀራረቡ። ኣብ መጠረሽታ ናይ መርዓ ሕቶ የቕርበላ ኣሞ ንሳ ውን እንትሰማማዕ እናርኣየና ፊልምና ውን ይውዳእ።